እናተመናና ንናብ ዓቕምና ወግዒ ምቕንጣጥ ዝብል ወግዒ ሒዝናልኩም መፂእና ኣለና። እዚ ወግዒ እዚ ናይ ቀደም ጎራዙ ናይ ሎሚ ኣዴታትና ዝኾና ዘዘንተዋልና ዛንታን ካብኣተን ዝረኸብናዮን ወግዒ እዩ። እዚ ወግዒ እዚ ምቕንጣጥ ኮይኑ ብጎራዙ ደቂ ዓዳ፣ ሰሙን ቅድሚ ምጽንባል መርዓኣ ዝግበር ዝነበረ ወግዒ'ዩ። እዚ ወግዒ'ዚ መጀመርያ ጎራዙ እተን ማሕምም ዝኾና ናታ ናይ መሓዙታ ብልክዕ ተኣኻኺበን ቀትሪ ከሎ ጸጉራ በቲነን ነቲ ዘሎ ሽልማታ ቀንጢጠን ንኹሉ ቁናናኣ ፈቲሐን ነዲኣ ብምርካብ ናይ ምሸት ከኣ ብዘለዋተን ደቂ ዓዲ ጎራዙ ተኣኻኺበን ኣብ ኣምስየን ነዚ ንብሎ ዝጸናሕና ወግዒ ገይረን ሞኾምብያ ኣብ ርእሰን ገይረን ሃንዛ ኣብ ሞሶብ ወይ ኣብ ቅርጫት ሒዘን ከኣ ናብ ቅርዓት ዓደቦ ኣውጺኤን ናብ እንዳ ሐሞኣ ብትኽክል ኮፍ ብምባል ዝገብርኦ ዝነበራ ወግዒ እዩ። እዚ ወግዒ እዚ ኣብዚ እዋን እዚ እናሃሰሰ ብናይ ሕኛን ፓርትን ዝብል ወግዕታት ኣብ ከተማታት ንሪኦ ኣለና። ዓድና
ኩላትና ዶ መፂና? መፂና ንጀምር ደኣ
እቲ ወግዒ ክጅምርኦ ከለዋ እተን ጎራዛዙ ሓደ ሓደ ቃላት ኣብዚ ደይክንፈልጦ ንኽእል ኢና። እቲ ውስጠ ዘናተንን ቁሩብተይ መግለጺ ስለ ዘድልዮ እንታይ ማለት እዩ ኢሉ ጋን ከይኮነና ነቶም ንኣሽቱ ዘለና ነተን ዓበይቲ መዘኻኸሪ እዩ ከምቲ ድበልናዮ ማይለይ ሳንዳይ ማይለይ ምቕንጣት ከንዶ ጎሾ ውዒለ ክትብል ከላ ከምዚ ክትብል ከላ ኣንቲ መሓዛይ ኣንቲ ናይ ልቢ መሓዛይ ድፈትወኪ መሓዛይ ኣብ መገሻ እንድየ ደኣ ውዒለ ሕጂ ግን መጺኤ ኣለኹ ኢላ እያ ብዜማኣ ሃንደብ ኢላ ካብ መገሻኣ መጺኣ ትገልጸላ ደላ። ኣብቲ ውሽጢ ምድሪ ቤት ኮይነን ኣደዳነ ስባ ሓማተይ ተዝኾና ብፅባለ ወይሰን ብጠስሚ ዝቕጥና ከምዚ ኢለን ክዝይማ ከለዋ ዘን ጎረዛዙ እንታይ ማለተን እየን ሃፍታምን ወሓለን ኣዴኺ ዋ እታ ሓማትኪ ግን ሃብታምን ወሓለን ደይ ክትከውን ትኽእል እያ ትደጋጥመኪ ካብ ሕጂ ትሒዝኪ ፈሊጥክዮ ጽንሒ ማለተን እዩ። ከምዚ እናበላ ከኣ ኣርሕዋና ደገ ኣርሕዋና እስከ ንደገ ከይንጋገ ኢለን ነታ መርዓት መኾምብያ ኣብ ርእሳ ገይረን ከምቲ ዓንተወይ ድበልናዮ እቲ ሞሶብ ወይ ቅርጫት ሃንዛ ድሓዘ ሒዘን ኣርሕዋና ደገ ኢለን ንደገኣን እየን ድኸዳ። ኣብዚ ናይ ብሓቂ እቲ ደስ ዝብለካ ድኾነ ወዲ ተባዕታይ ኣብ ጥቅእን ወይ ምስእን ክኣትዉ ስለ ዘይክእሉ እንታየን ድብላ እቲ ጽያፍ ድብሃል ኩሉ ብሙሉኡ እየን ድደርፋሉን ድጻወትኦን ነታ ሓማታን ሕጂ ወሓለይ ኮነትን ንኽብላ ነኸሳ ነኸሳ ሓማስ ሳንዳይ ነኸሳ ኣብ ምንታይ ነኸሳ ዓተር ክሕምሳ እንዳ ሓማስ ሳንዳይ ሓዊ ክልምን ተኸድኩ ሕምብቡ ሽምብቡ ዝብል ቆለ ኣለወኒ ካዓ ይብላ ከምዚ እንታይ እየን ድብላ ደለዋ ብውስጠ ዘፍቲ ደርፊ እዛ ሰበይቲ ሕማም ደለዋ ውን ክትከውን ትኽእል እያ ዘይወሓለ ውን ክትከውን ትገጥመኪ ትኽእል እያ ግን ንስኺ ነዚ ፈሊጥክዮ ካብ ሕጂ ተበገሲ እየን ዝብላኣ ደለዋ። እንቃዕ ማሳንዳይ ዓውቕሉም ተኸዝኩ እምቦቦ ሸምቦቦ ዝብቆል ደለወኒ እንቃዕ ማሳንዳይ ዓውቕሉም። ኣብ ክሳድ ኣደሌ ሰቒሉዋ ምስ ኣርየ ሰኣን ዘውርደሉስ ቦኺሩ ወዓለ ክብላ ከለዋ እዚ ኣብ ናይ ዓተር ሓንቲ ኣደልሲ ከምዚ ኣብ ጨንፈር ኣብቲ ጨፈር ጨንፈር ናይታ ዓተር ከምዚ ዛሕ ኢሉ እዩ ድበቁል ኣብታ ኣብኣ ተሰቂላ እታ መሳርሲ ካብኣ ደውርዳ ደይክእል ሓጺር ሰብኣይ ከጋጥመኪ ይክእል እዩ እሞ በዚ ውስጠዘዚ ነቲ ሓጺር ሰብኣይ ኣካዊንኪ እቲ ድግበኣኪ ናብ ሓዳርክን ናብ ናብራክን ኣብሊ ኣጆኪ ይትሕመቂ እየ እንድብለኣ ደለዋ ኣብቲ ማይ መጠረ ሓዊ ተናጠረ ኣጆክን ሳንዳየ ዓቀብ ምስ ተረረ ኣብዚ ወግዒ እዚ ብውስጠ ዘየ እንታይ እየን ድብልኣ ዘለዋ ሕጂ ውን ኩሉ እቲ ናይ ኣዴታትና ብሕቡእ ነገር እየን ድብልኦ ኣብ ማይ መጠረ ሓዊ ተናጠረ መበገሲ ናይቲ ዜማ ኮይኑ ኣጆኽን ሳንዳየ ዓቕን ምስ ተደለ ኣብታ ርክብ ኣብ ትገብራላ ድንግልናኽን ኣብ ተረክብኦ ግዜ ዓቐብ ክኸውን ይኽእል እዩ ግን

ነዚ ከኣ ንእስነት ኣይምኖን እዩ። ናብ ሓዳር ገጽክን እንተኸድክን እውን ጽቡቕ እዩ። ኣጆኽን ሳንዳይ ንኺድ ደኣ ገለ የለን ኤንዶ እዛኻ ከደኣ። ቆርበት ወሰዳ ኣንበሳ እንታይ ኢልዋ ተትርኣሳ ቆርበት ወሰዳ ነብሪ እንታይ ኢልዋ መናገሪ ቆርበት ወሰዳ ዝብኢ እንታይ ኢልዋ ንመሕብኢ ንሕና ኣብዚ ነቲ ግጥሚ ምእንታን ውርዝው ክኸውን ካብቲ ንነበሮ ቁርብ ኣውጽእ ኣቢልና ኢና ጌርናዮ ዘለና ምኽንያቱ እቲ ቃላት ክትብሎ ውን ቁርብ ኣሰክፍ የብለካ ኢዩ ግን ከምቲ ንነበሮ ከተቐምጦ ኢዩ ድግባእ ገን ካብኡን ናብኡን ከኣ ንሳእን ንእዝኒ ሰማዒኡ ከይኩርኩሕ ብምባል ኢና ነዘን ሕብእ ሕብእ ኣቢልና ብግጥሚ ኣቐሚጥናየን ዘለና ከምዚ እናበላ ከኣ

ተንጎራዛዙ ጸኒሐን እንታይ እየን ዝብላ ከብዲ ኢደይ ነቲ ዓለሚነይ ኣጆኹን ሳንዳይ ካብዚያ ስሙ ከብዲ ኢደይ ነቲ ዓለሚነይ ኣጆኹን ሳንዳይ ካብዚያ ስሙን ከምዚኣ ምስ በላኣ ይፈላለያ እየን ዘለዋ ድሕሪ ናይ ሰለስተ ናይ ኣርባዕተ ሰዓት ይፈላለያ ኣለዋ ድሕሪኡ ናብ መርዓ እየን ስለዚ ኣብ ተኽሊ ኢንተርተይመንት ሸር ኮመንት ሳብስክራይብ ኣይትሕመቁ ንሕና ብዓቅምና ትደሎ ክንገብር ካብ ሕጂ ትሒዝና ውን ነዚ ምቅንጣጥ ምስ ሓለፈ ድሕሪኡ ውን ዓርኪ ሕልፎት ክንቅጽል ኢና ሉጋም ምሓዝ ከመይ ገረን እየን ድሕዝኦ ከመይ ኢለን እንዳ ዘየማ እንዳ ደረፋን ነቲ ዳስ ነቲ መርዓ ከመይ ገረን የሞቅኦ እተን ጎራዙ ዝብል ውን ብሕጂ ኣሎ ወላድ መርዓ ክኣትዉ ከለዉ ስቦ ኢሎም ዝገብርኦ ውን ክህሉ እዩ። ብድሕሪኡም ውን ኣብ ቤት ሕማ ዝብል ወግዒ ውን ቤት ሕማ ከመይ ኢለን እየን ዝደርፋላ ሽዑ ውን ኮመይ ኢለን እተን ብንዳ ወዲ ዝጸንሓ ይቅበላኣን ነቲ ወዲ ከ እንታይ ኢለን እየን ዝጸርፍኦ እዚ ውን ብሕጂ እናቀጸልናዮ ክንከይድ ኢና ንሕጂ ግን እዛ ወግዒ ምቅንጣጥ ከምዚ ትሪእዋ ዘለኹም ካብ ጫፍ ኣትሒዝና ጀሚርናዮ ኣለና እትን ለባማትን ወረዛዝን ድጎደለና እንተሎ መላኣልና እቶም መንእሰያት ድኾንና ከኣ ከምዚ ዝበለ ወግዒ ከም ዘለና ክትፈልጡ ከነዘኻኽር ኢና ንደፍር እዚ እዩ እዚ ወደሓንኩም ሰናይ ቅንያት ይግበረልና።